ንኤርትራ ኣርባዕተ ሚልዮን ዶላር ምምዳባ ተገሊጹ። ቁጠባዊ ዕብየት ኤርትራ ክብ ዘብል ዝበሎ ሓድሽ ስትራቴጂ። ስዑድያ ንኤርትራ መራኽብ ትህባ። ኤርትራ ካብ ባንክ ልምዓት ኣፍሪቃ ናይ ሚእትን ዒስራን ሚልዮን ዶላር ሓገዝ ክትረክብ ምዃና ተሓቢሩ። ኢትዮጵያ ብቕልጡፍን ሃንደበታዊ ምንቅስቓስ ግብጺ ዕብድብድ ኣትዩዋ።
ላይት ኢንተርቴመንት
ስዑድያ ንኤርትራ መራኽብ ትህባ። Libya begins the transfer of several key naval assets to the Eritrean High Command.
ካብ ሙስካት ዋና ከተማ ዖማን ዝነፈሰ ሓበሬታ እዩ። ቅድሚ ክልተ ሳምንታት ኣቢሉ ኣቶ ሓጎስ ገብሪ ህይወት ኪሻ ዝመርሖ ልኡኽ መንግስቲ ኤርትራ ኣብ ዖማን ዑደት ምክያዱ ኣብ ሚድያታት ተቓሊሑ ነይሩ። ዓላማ ናይቲ ዑደት ከምቲ ኣብ ሚድያታት ተገልጸ ብዛዕባ ወፍሪ ንግድን ዘይኮነ ስዑድያ ብመንገዲ ዖማን ናብ ኤርትራ ከተመሓላልፈን ዝወሰነት መራኽብ ዝምልከት ምፍርራም ንምግባር ምንባሩ ምንጭታት ካብቲ ቦታ ብዝሃቡና ሓበሬታ ክንፈልጥ ኪኢልና ኣለና። ዓይነት እዘን ዝበሃላ ዘለዋ መራኽብን ስለምንታይ ከ ስዑድያ ንኤርትራ ክትህባ እንተኾይና ብቐጥታ ዘይትህባ ዝብል ሕቶን ስለምንታይ ብመንገዲ ዖማን ክትህባ ደልያ ዝብልን ምንጭታትና ንጹር መልሲ ክረኽቡሎም እካ ተዘይከኣሉ፣ ገለ ገለ ምትእስሳራት ክህልዎም ዝኽእሉ መልስታት ግና ዳህሲስና ኣለና። መጀመርታ በቲ ዑደት ልኡኽ መንግስቲ ኤርትራ ናብ ዖማን ምስ ንጅምር፣ እቲ ኣብ ማዕከናት ዜና ኤርትራ ተቃልሕ ሓበሬታ፣ ሚኒስተር ንግድን ኢንዱስትርን ኤርትራ ኣቶ ነስረዲን መሓመድሳላሕ ኣልበኺ ዝመርሖን ኣቶ ሓጎስ ገብርሂወት ዝርከቦን ልኡኽ መንግስቲ ኤርትራ ኣብ ሙስኳት ርእሰ ከተማ ዖማን ዑደት ኣካይዱ ዝብል ብዕለት ዓሰርተ ሓሙሽተ ወርሒ ዓሰርተ ክልተ ሽሕን ዕስራን ሓሙሽተን ዝተዘርገ ሓበሬታ እዩ ነይሩ። ኣብቲ ምስ ሰበስልጣን ዑማን ዝገበርዎ ዘተ ድማ ብዛዕባ ወፍርን ንግድን ከም ዘተይ ተገሊጹ። እቲ እተዘርግሐ ናይ ዑደት ሓበሬታ እምበኣር ነቲ ዝረኸብናዮ ናይ ወከልቲ መንግስቲ ስዑድያን ወከልቲ መንግስቲ ኤርትራን ርክብ መረጋገጺ እዩ። እቲ ኣብ ዜናታት ተቓልሐ ናይ ወፍሪ ንግድን ዝብል ሓበሬታኻ ንሃልኪ እተገብረ ኮይኑ ቀንዲ ዕላማ ናይቲ ዑደት ብዛዕባ እተን ስዑድያ ንኤርትራ እትህበን መራኽብ ዝምልከት ምዃኑ'ዮም ምንጭታትና ሕሹኽ ኢሎሙና። ብመሰረት እቲ ሓበሬታ፣ ስዑድያ ናይ ሓይሊ ባሕሪ ዓቕምታታ ንምሕዳስ ዝነበራኣ መራኽብ ብሓደስቲ ክትትከል ምጅማራ ዝፈጠሮ ኩነታት፣ ገለ ካብተን መራኽብ ንፈተውቲ ሃገራት ክትልግሰለን ምውሳና'ዩ። ካብተን ዝነበራ ዓሰርተ ሽዱሽተ ዝኾና ፍሬጌትን ኮርቪትን ዓይነት መራኽብ ኲናት፣ እተን ሸሞንተ ካብኣተን ናይ ሽሕን ትሽዓተ ሚእትን ሰማንያታት ስለ ዝኾና ካብ ዝግበን ዕድመ ንላዕሊ ዘገልገላ እየን። ሶድያ እምበኣር ነዘን ግዜኤን ዘሕለፋ መራኽብ ካብ ክልተ ሽሕን ዓሰርተ ኣርባዕተን ኣትሒዛ ሓደስቲ ብምግዛእ ንምትከእን ክትሰርሕ ምጽንሓ እዩ ዝግለጽ። ሶዑድያ ዘለዋ ዓቕምታት ሓይሊ ባሕሪ ምስ ህሉው ዓለማዊ ኩነታት ዝማጣጠን ዓቕሚ ክትገብሮ ካብ ዝደፍእዋ ረቋሒታት ጸጥታ ቀይሕ ባሕሪ ካብ ጊዘ ናብ ጊዘ ናብ ሓደጋ እንዳወደቀ ምምጹ በቲ ሓደ በቲ ካልእ ከኣ ናይ ኢራን ሓይሊ ባሕሪ ኣብቲ ዞባ ዝዓበየን ዝማዕበለን ኮይኑ ክህነጽ ምጽንሑ ኣብ ግምት ዘእተወ ጂኦፖለቲካዊ ቁርቁስ ምዃኑ ይግለጽ። ምውሓዝ ጸጥታ ቀይሕ ባሕሪ ብዝምልከት ስዑድያ ብመንገዲ እቲ ፎረም ሃገራት ቀይሕ ባሕሪ ዝበሃል ምትእኻብን ብቐጥታ ምስተን ኣብ ገማግም ቀይሕ ባሕሪ ዝርከባ ሃገራት ብምርኻብን ክትገብሮ ትፍትን ዘላ ምምዕባል ሓለዋ ባሕሪ ኣተሓሕዛ እዩ። ብቐጥታ ምስተን ኣብ ገማግም ቀይሕ ባሕሪ ዝርከባ ሃገራት ብምርኻብ ክትገብሮ ትፍትን ዘላ ምምዕባል ሓለዋ ባሕሪ ተተሓዘ እዩ። ንኣብነት ኣብ ወርሒ ትሽዓተ ክልተ ሽሕን ዕስራን ሓሙሽተን፣ ስዑድያን መንግስቲ ዓዲ እንግሊዝን ኣብ ሪያድ ስዑድያ ንናይ መንግስቲ የመን ናይ ገማግም ባሕሪ ሓለዋ ዓቕምታት ንምሕያል ሓደ ዎርክ ሾፕ ኣካይዶም ነይሮም። መንግስቲ የመን ማለት ንደቡባዊ ክፋል የመን ተቖጻጺሩ ዝርከብ ብኣንጻር ሑሳውያን ዝቖመ ፖለቲካዊ ሓይሊ እዩ። ሓንቲ ካብ ደገፍቲ ናይቲ መንግስትኻ ስዑድያ እያ። ድሕሪ እቲ ኣብ ሪያድ ዝተኻየደ ወርክሾፕ ኣብ ዝተዋህበ ጋዜጣዊ መግለጺ፣ ናይ መንግስቲ የመን ሓለዋ ገማግም ባሕሪ ንምስልጣን ንምዕጣቕን መደብ ምውጽኡ ተገሊጹ ነይሩ። እቲ ዝካየድ ምስልጣንን ምዕጣቕን ሓይሊ ባሕሪ የመን፣ ነቶም ኣብ መስመር ቀይሕ ባሕርን ወሽመጥ ዓደንን ዝካየዱ ቅርሳናታትን ጭውያታትን ንምክልኻል ዝዓለመ ምዃኑ ከኣ ተገሊጹ። ነቲ መደብ ዕዉት ንምግባር ብርክት ዝበላ ሃገራት ዝተፈላለዩ መብጽዓታት ዝኣተዋ ኮይነን፣ ስዑድያ ጥራይ ኣርባዕተ ሚልዮን ዶላር ምምዳባ ተገሊጹ። ብተወሳኺ ስዑድያ ገለ ካብተን ዘለውኣ ንሓለዋ ገማግም ዝውዕላ ፈጣናት ጀላቡ ንመንግስቲ የመን ክትህቦ ምዃና ይግለጽ። እምበኣር እቲ ንመንግስቲ የመን ዝተውሃበ ሓገዛት ንኤርትራን ጅቡትን እውን ናይቲ ተኣፋፊ ዞባ ኣባላት ከም ምዃነን መጠን ክወሃብ ከም ዝኽእል ኣብ ግምት ብምእታውን ነቲ ኣብ ርእሲ ከተማ ዖማን ተኻይዱ ዘሎ ዑደት በዓል ሓጎስ ገብረሂወት ምድህሳስ ይከኣል። ኣብ መንጎ መንግስታት ስዑድያን ኤርትራን ዘሎ ዝምድና ብጀካ'ቲ ክሳብ ሕጂ ዘይተተግበረ ናይ ወፍሪ መብጽዓታት ኣብ ሓፈሻዊ ዝምድና ዝምልከት ኣዝዩ ድልዱል ምዃኑ'ዩ ዝግለጽ። ማለት ፕረዚደንት ወሲኽካ ላዕለዎት ሓለፍቲ መንግስቲ ኤርትራ ናብ ስዑድያ ዑደት ክፍጽሙ እንዳኸኣሉ፣ እቲ ነይተን ዝበሃላ ዘለዋ መራኽብ ርክብ ኣብ ክንዲ ኣብ ስዑድያ ኣብ ዖማን ክግበር ምድላዩ ተጠማቲ ምዃኑ ርዱእ'ዩ። ብዝኾነ እቲ ጉዳይ ካብ ሚድያታት ክኽወል ስለዝተደልየ ኣብ ክንዲ ብቐጥታ ኣብ ስዑድያ ብኻልእ ዓይነት መልክእ ኣብ ዖማን ክግበር ከምተመርጸ እዩ ክሳብ ሕጂ ተፈሊጡ ዘሎ። ኣምባሳደር ሶፍያ ተስፋማርያም ምስ ዳይሬክተር ቤት ጽሕፈት ጉዳያት ጠፈር ሕቡራት ሃገራት ወይዘሮ ኣርቲ ሆላማይኒ ኣብ ጉዳይ ኣብ ህዋ ዝተሞርኮሰ ቴክኖሎጂታት ንቐዳምነታት ልምዓት ኤርትራ ብኸመይ ክድግፉ ከምዝኽእሉ እዚ ድማ ኣፍራይነታት ሕርሻ ኣብ ኣጠቓቕማ ሳተላይት ምስልን ስርዓት ቅድመ መጠንቀቕታታት ሓደጋታትን ምሕደራ ሃፍቲ ገማግም ባሕርን ከምኡውን ሰፊሕ ተበግሶታት ምጽዋር ክሊማ ሓዊሱ፣ ብተወሳኺ ኣገዳስነት ኣህጉራዊ ሕጊ ህዋን ምሕደራን ኣብ ምድጋፍ ሃገራዊ ፖሊሲታት ህዋ ኣብ ምዕባይ ግሉጽነት ከምኡውን ኣብ ዝጸንሐ ዘለቐታት ንጥፈታት ጠፈር ብምርባርን ዘትየን። ፕሬዚደንት ኢሳያስ ኣፈወርቂ ሎሚ ቀትሪ ወረቐት ስራሕ ዓሰርተ ክልተ ኣምባሳደራት ተቐቢሉ። ፕረዚደንት ኢሳያስ ኣፈወርቂ ሎሚ ኣርባዕተ ታሕሳስ ኣብ ሰዓታት ቅድሚ ቀትሪ ወረቐት ስራሕ ዓሰርተ ክልተ ኣምባሳደራት ተቐቢሉ። ጋዜጠኛ ነስረዲን ዓብዱራሕማን ብመልክዕ ጸብጻብ ንዘዳለዎ ትሕዝቶ ሚካኤል ሓድጉ ከቕርቦ እዩ።
ኣብቲ ኣብ መቐበሊ ኣጋይሽ ደንደን ዝተኻየደ ስነስርዓት ወረቐት ስርሖም ዝረከቡ ኣምባሳደር ንግስነት ስዑድ ዓረብ ሚሽዓል ቢን ሓምዳን ኣል ሮቒ፣ ኣምባሳደር ሪፓብሊክ ኢጣልያ ሚስተር ኣልፎንሶ ዲ ሪሶ፣ ኣምባሳደር ፈደረሽን ሩስያ ሚስተር ኦሌግ ፔትሬንኮ፣ ኣምባሳዶር ሪፓብሊክ ሱዳን ኡሳማ ኣሕመድ ዓብዱል ባሪ፣ ኣምባሳዶር ልኡኽ ሕብረት ኤውሮጳ ሚስስ ጆዋና ዳርማኒን፣ ኣምባሳዶር ኣውስትራልያ ዶክተር ኣሌክስ ካርስቴን፣ ኣምባሳዶር ሪፓብሊክ ፖላንድ ሚስተር ሚሻል ሙርኮቼንስኪ፣ ኣምባሳዶር ሪፓብሊክ ዛምቢያ ሚስተር ኣልፍሬድ ሙሴሙና፣ ኣምባሳዶር እስላማዊት ሪፓብሊክ ማውሪታንያ ሚስተር ሑሴን ሲዲ ዓብደላ፣ ኣምባሳዶር ኮት ዲቭዋር ሚስተር ደለጉሉ ኣልበርት፣ ኣምባሳዶር ሪፓብሊክ ሩዋንዳ ሚስተር ኤርኔስ ሩዋሙክዮ፣ ከምኡ እውን ኣምባሳድር ሪፓብሊክ ስሪላንካ ሚስተር ኣፖሃሚገ ሲሲራ እቶም ኣምባሳድራት ሰላምታን ሰናይ ምንዮትን መራሕቶም ድሕሪ ምቕራብ ዝምድና ሃገራቶም ምስ ኤርትራ ንምድንፋዕ ክሰርሑ ምዃኖም ኣረጋጊጾም። ኣምባሳደር ስዑዲ ዓረብ ሚሽዓል ቢን ሓምዳን ኣል ሮቒ፣ ኣምባሳደር ሪፓብሊክ ኢጣልያ ሚስተር ኣልፎንሶ ዲ ሪሶ፣ ኣምባሳደር ሪፓብሊክ ሱዳን ኡሳማ ኣሕመድ ዓብዱል ባርን ኣምባሳደር ሕብረት ኤውሮጳ ሚስስ ጆዋና ዳርማኒን ንኤሪና ኣብ ዝሃብዎ ሓበሬታ ሕውነታውን ድልዱልን ዝምድና ምስ ኤርትራ ንምምዕባልን ሽርክነታዊ ምትሕጋዝ ንምዕዛዝን ንዘሎ ድሌትን ድልውነትን ሃገራቶም ገሊጾም። ኣምባሳደር ኣልፎንሶ ዲ ሪሶ ብተወሳኺ ዝምድና ኤርትራን ኢጣልያን ታሪኻውን ጽኑዕን ከምዝኾነ ብምጥቃስ ምስ ፕረዚደንት ኢሲያስ ዝያዳ ንምድንፍዑ ከምተዘራረቡ ኣፍሊጡ። ኣምባሳደር ኡሳማ ኣሕመድ ዓብዱል ባሪ ብወገኑ ሰላምታን ምስጋናን ኣቦ ወንበር ልኡላዊ ባይቶ ሱዳን ጀነራል ዓብዱልፋታሕ ኣልቡርሃን ድሕሪ ምብጻሕ ኣብ ዝተፈላለየ መዳያት ዝጸንሐ ታሪኻዊ ዝምድናታት ብዝበለጸ ንምዕዛዝን ንምስፋሕን ከምዝሰርሕ ኣነጺሩ። ኣምባሳደር ሕብረት ኤውሮጳ ሚስስ ጆዋና ዳርማኒን ድማ ምስ ፕረዚደንት ኢሳያስ ኣብ ዞባዊ ሰላምን ምርግጋእን ዘተኮረ ዘተ ከምዘካየደት ብምግላጽ ኤርትራ ኣብዚ ከባቢ ብዘለዋ ተራን ተመክሮን ንሕብረት ኤውሮጳ ኣዝያ ኣገዳሲት ብምዃና ንሰላምን ምርግጋእን ዞባታት ቀርኒ ኣፍሪቃን ቀይሕ ባሕርን ብዝምልከት ምስ ኤርትራ ክሰርሑ ከም ዝደልዩ ኣረጋጊጻ። ኣብቲ ሚኒስተር ጉዳያት ወጻኢ ኣቶ ዑስማን ሳልሕ ዘተረኽቦ ስነ ስርዓት ወረቐት ስርሖም ዘቕረቡ ኣምባሳደራት እቶም ሓሙሽተ ቀወምቲ ክኾኑ ከለዉ እቶም ሸውዓተ ድማ ተንቀሳቐስቲ እዮም።
ኢዚኦም ምስ መን ዕድል ተረኺባ ኣላ ምስ ህዝቢ ኤርትራ ዕድል ተረኺባ ኣላ ምስ ህዝቢ ኤርትራ እንታይ እያ እታ ዕድል ተረኺባ ዘላ ሰራዊት ኤርትራ ሒዝዎም ዝነበሩ ከባብታት ኤርትራ ኢና ንደሊ ምስ ኤርትራ ከማይ ኢና ንደሊ እዚ መትከላዊ እዩ ምስ ኩሎም ኣብ ኣፈፃፅማኸ ዕድል ምስ ዝተረኸበሉ ትፍፅሞ ዕድል ክትረክብ ተለካ ኢኻ ትፍፅሞ ንግዜኦም ምስ መን ዕድል ተረኺባ ኣላ ምስ ህዝቢ ኤርትራ ዕድል ተረኺባ ኣላ ምስ ህዝቢ ኤርትራ እንታይ እያ ተዓድል ተረኺባ ዘላ ሰራዊት ኤርትራ ሒዝዎም ዝነበሩ ከባብታት ስሕብ እናበለ ስሕብ እናበለ ክኸይድ ከሎ እቲ ህዝቢ ንምትሕዋስ ኣብ ማእከል ዝነበረ ቅድም ኢሉ ምክልካል ዝነበረ እቲ ምክልካል ክተርፍ ከሎ እቲ ህዝቢ ሓደ ህዝቢ እዩ ማለት ሲ ሰብ ይቀበሎ ኣይቀበሎ ብዘየገድስ ሓደ ህዝቢ እዩ በቃ ሓው ማለት ኢሉ ፖለቲካሊ ዝዝረብ ሕውና ዘይኮነ ሲ ሓው ህዝቢ እኮ እዩ በቃ ኣብ ዛላምበሳን ኣብ ሰንዓፈን ዘሎ ከመይ ጌርካ ከፈል ኣብ ራማን ሰገራማ ወይ ከመይ ጌርካ ከፈል ተዚ ተዚ ክፈት ብሓምዳይት ሕሞራ ዘሎን ንሰገሩ ዘሎን ኩናማ ኩናማ ኣሎ ትግርኛ ትግራዋይ ትግራዋይ ኣሎ ከምዚ ዝበለ ምትሕውዋስ ሓደ ዓይነት ህዝቢ እዩ። ስለዚ ተዋሲቡ ተዛሚዱ ንዘመናት ዝነብር ዝነበረ ህዝቢ ኣብ ዝሓለፈ ዒስራን ገለተ ዓመታት ከዓ ፀገም ኣጋጢምዎ ኣሎ። ስለዚ እዚ ፀገም እዚ ኣብኡ ክነብር ኣይደልን ዘሎ እቲ ሰብ ኣብ ፀገም ምንባር ካሊእ ፀገም ከም ዝወልድ ከዓ ፈሊጥዎ ኣሎ። ኣብ ቴስዓታት ኣብ መንጎ ህዝቢ ትግራይን ኤርትራን ዝተፈጠረ ነቓዕ ኣብ ክልተ ሽሕን ዓሰርተ ሰለስተን ጀኖሳይድ ወሊዱ እዩ። ስለዚ ኣብ ነቓዕ ክነብር ኣይደልን ዘሎ ህዝቢ ትግራይ ኣብ ነቓዕ ኣይነብርን ይብለ ኣሎ። ምስ ጎረባብታይ ሕውነት የድልየኒ እዩ፣ ምዝርራብ የድልየኒ እዩ። እዚ ማለት ዝሓለፈ ጸገም ዝሓለፈ ገበን ተሓጺቡ ብማይ ይኸይድ ማለት ኣይኮነን። እቲ ሓታትነት ዝተርፍ ኣብ ተሓታትነት፣ ንካሕሳን ዕርቅን ዝተርፍ ንካሕሳን ዕርቅን ምሂን ምሂን ንምዝርራብ ዝደሊ ንምዝርራብ ንምርድዳእ ተቐምጦ ንሱ ትገብሮ ማለት እዩ እዚ እንታይ ደኣ እዩ ሽማሽም ዝወፀሉ ዘሎ ምክንያቱ ህዝቢ ትግራይ ኣብ ናይ ምጥፍፋእ ፕሮጀክት ኣይኣትን ኢሉ ኣብ ናይ ሰላምን ሕውነትን ፕሮጀክት እየ ዝሰርሕ ስለ ዝበለ ናብታ ዝተደለየ ፕሮጀክት ሰተት ኢሉ ክኣት ስለ ዘይከኣለ ሽማ ሽም የውፀላ ከመይ ገይሩ ናይ ናይ ህዝብታት ሕውነት ናይ ህዝብታት ርክብ ናይ ህዝብታት ሓድነት ከመይ ገይሩ ብካሊእ መንገዲ ሽም ክወፀሉ ይኽእል? ሽም ዝወፀሉ ዘሎ ብስግኣት ስለ ዝረኣ ዘሎ እዩ። ፅባሕ ናብ ህዝቢ ትግራይ ዝመፅእ መዓት ከምቲ ናይ ቀደም ሰለስተ ሚእትን ስሳን ድግሪ ንምዕጻው ዘይምቹ ኩነታት ይፍጠር ስለ ዘሎ። ኣብ ትግራይ ዓቕሚ የብልናን ዝብል መልእኽቲ ንምትሕልላፍ ኮነ ተባሂሉ ተሰሪሕሉ እዩ ኢሉ ስታሊን ገብረስላሴ። በዚ ምኽንያት ገይሩ ዝወቕሶ ዘሎ ንጀነራል ታደሰ ወረደ እዩ። ከም ሓሳብ ስታሊን እንተኾይኑ ወጢርካ ብክንዲ ምቅላስ ነቲ ሰራዊት ሞራል ንምውዳቕን ኣብ መንጎ ብልጽግናን ህወሓትን ዘሎ ኣፈላላይ ኣግፊሕካ ምስ ህወሓት ከም ዘለኻ ንምምሳል እዩ ዝስራሕ ዘሎ ይብል። ዓቕሚ የብልናን ዝብል መልእኽቲ ንምምሕልላፍ ዓቕሚ የብልናን ይዝርዝሮ ማለት ክዝረብ ስለ ዘግብኦ እዩ። ሰራዊት ውዒሉ ሓዲሩ ምስምዑ ኣይቀርን መብዛሕትኡ ሰሚዕዎ እዩ። ብፍላይ እቲ ላዕለዋይ መሓውር ሰሚዕዎ እዩ። ኣላጊጹሉ እዩ ከይዱ። ሰራዊትና ቁጽሩ ውሕድ እዩ። ዝሰልጠነ ኣይኮነን። ኦርጋናይዝድ ኣይኮነን። ፈኸራ ጥራሕ ኢና ነብዝሕ። እሪራ እዩ። እሪራ እዩ። እዩ እቲ ካብቲ ዝተኣራረየ እዩ ኦርጋናይዝድ ኣይኮነን እሱና ፈኸራ ኢና ነብዝሕ ዘለና ኢሉ ድህል ኣቢልዎም እዩ ከይዱ ኣብቲ ኣዳራሽ ማለት እንታይ ማለት እዩ ግን ሕልፍ ደማ ይብል ሕልፍ ይብል ድማ ተኣማኒ እየ ዝኒኹ ይብል ተኣማኒ እየ ክብል ኣብቲ ኣዳራሽ ዓቕሚ ስኢኑ እምበር ኮገና እዩ ዝደሊ ኣብዪ ድማ ይብሎም ክልቲኡ ተጋራጫው ማለት እዩ ክልቲኡ ተጋላጫይ ዓቅሚ ሲኢኑ እዩ እምበር ክወግኣና እዩ ዝደሊ ኣብይ እንተይልካ እዚ ኩሉ ዝተዛረብካዮ ነገራት ኣይትዛረቦን ኢካ ቁፅሪ ውሕድ እዩ ኣይትብልን ዝሰልጠነ ኣይኮነን ኣይትብልን ኦርጋናይዝድ ኣይኮነን ዶ እረ ረኣዩ ዶ ዝብል ቋንቋታት ፈኸራ ኢኩም ተብዝሑ ዘለኩም ፈኸራ ኢና ነብዝሕ ዘለና ዝብል ቋንቋታት ኣይምተዛረብካን እንድሕር ዓቅሚ ሲኢኑ እዩ እምበር ክወግኣኒ ዝብል እምነት እንተልዩካ ወጢርካ ትቃለስ ተሓቢእኻ ዓርስኻ ተደራጁ ዘለካ ሪሶርስ ዘለካ ቅርሺ ድያ ሳንቲም ድያ ተዓሪፋ ሪሓካ ንዓቕምኻ መኸተኻ መጠናኸሪ ስንኻ ነኺስካ ትገብር በዚ እንዳ ሕወሓት ምስ ብልፅግና ቀረባ ርሑቕ ተራሓሒቑ ባይ እኒሆ ዝምንታን ክትበሃል ምንታን ክትእመን ዓቕሚ ስኢነ እምበር ኮገና እዩ ዝደሊ ኢልካ ትንፍስ ተብል በዚ በዚ ድማ ዘለን ዘየለን ጀነራላት ትግራይ ዘይቀረየ ንገሊኦም ሽም ናፀዋዕካ ንገሊኦም ናፀረፍካ ትውዕል ጀነራላት ትግራይ እኮ ያው ካብ ንወዮ ቼን ኦፍ ኮማንድ ስለ ይተሓላሉ ተኸባበሩ ተባሂሉ እምበር መን ምስ መን መን ካብ መን ዝንእስ መን ዝዓቢ ምዃኑ ዶ እንታይ ድፍለጥ ኣብ ትግራይ ማለት ሓድሽ ነገር ኣሎ ድዩ ሓድሽ ነገር እኮ የለን እኮ ማለት ኩለስ ኣነ ዝራሕ ዘይኮንኩ ስለ ትግራይ ዝፈልጦ እኮ እዩ እሞ እዚ ሓደ ኣብ ሰራዊት ኣይኮነን ዘሎ ወዲ ወረደ ኣብ ሰራዊት ዘይኮነ ሱቅ ኢልና ሰሚዕና ከም ዘይሰማዕና ከም ሚድያ እውን መዓልታ መዓልታዊ መዓልታዊ እኮ ትግርኛ ብትግርኛ መዓልታዊ እኮ ንህዝቢ ትግራይ ዘሕልፎ ኣለዎ እኮ መዓልታዊ ኣጀንዳ ትግራይ ዛራ ሚድያ ኣጀንዳ ትግራይ መብዛሕቱ ዓበይቲ ጉዳያት ኤርትራ ተሰሚዑ ዘሎ ሓድሽ ዘሕጉስ ብስራት ወይ ከኣ ዘሕጉስ ዜና ሎማዕንቲ ኣብ ገጻት ማሕበራዊ ሜድያ ተሰሚዕኩሞ ከም ዘለኹም እንተ ዘይሰሚዕኩሞ ድማ ንከባቢ ዓሰርተ ሸሞንተ ዓመት ብዙሕ እሱራት ተፈቲሖም ኣለዉ ካብዞም እሱራት ገሊኦም ከባቢ ዓሰርተ ሸሞንተ ዓመት ኣብ እሱር ቤት ዝነበሩ እዮም ማለት እዩ። እዚ ዜና እዚ ብይርጋኣለም ፍስሃ ኣቢሉ እዩ ኣብ ማሕበራዊ ገጻት ኣነ መጀመርታ ካብኡ እየ ኣንቢብዮ ሸር ኮይኑ መጺኒ ማለት እዩ። ይርጋኣለም ፍስሃ ገጣሚት ይርጋኣለም ፍስሃ ከምቲ ኩላትኩም ትፈልጥዎ ኣብ ብዙሕ እሱርቤታት ናይ ኤርትራ ሓንቲ ካብተን ንነዊሕ ዝተኣስራ ብዙሕ ከርተት ድበላ ምዃና ዳርጋ ብዙሕ ግዜ ኣዘንትያቶ ኣላ። ገለ ካብዞም እሱራት ኣስማቶም ተፈቲሖም ዘለዉ ስማቶም ማለት እዩ ኣብ ማሕበራዊ ሜድያ ዝረኸብኩዎ እዩ። ነጋዳይ ዘርእጋብር ገብርሂወት፣ ኣቶ ተስፋኣለም ሰሎሞን ብርሃነ፣ ኣስመሮም ገብረወልድ፣ ጎይትኦም፣ ክልተ ኣሕዋት ዳዊትን ማትዮስን እዮም ዝብል ኣብ ማሕበራዊ ሜድያ ዝተዘርግሐ ጽሑፍ ኣንቢበ ኣለኹ ማለት እዩ። እዚ ጽሑፍ እዚ ወይ ድማ እዚ ዜና እዚ እንታይ እዩ ትርጉሙ እንተይልና ኣብዛ ሃገር ብዙሓት ንልዕሊ 18 20 ልዕሊኡ ዓመታት እውን ደሃዮም ዝጠፍአ ኣብ ትሕቲ ኣዝዩ ክፉእ ዝኾነ እሱር ቤታት ናይ ስርዓት ዓድና ዝርከቡ ዜጋታት ብዙሓት እዮም። ዘሐጉስ ብስራት!
ኤርትራ ካብ ባንክ ልምዓት ኣፍሪቃ ናይ ሚእትን ዒስራን ሚልዮን ዶላር ሓገዝ ክትረክብ ምዃና ተሓቢሩ። ባንክ ልምዓት ኣፍሪቃ ኣብ ዝሓለፈ ዓመታት ኤርትራ ኣንጻር ኩሉ ተጻብኦታት ገጢማ ዝነኣድ ቁጠባዊ ዕብየት ከተመዝግብ ብምጽንሓ ተተባቢዑ ተወሳኺ ናይ ልዕሊ ሚእትን ዓሰርተ ትሽዓተን ነጥቢ ሸውዓተ ሚልዮን ዶላር ሓገዝ ክምድበላ ምዃኑ ሓቢሩ። ባንክ ልምዓት ኣፍሪቃ ኣብ መላእ ሃገር መሰረተ ልምዓት ንምሕያል፣ ቁጠባዊ ዕድላት ንምስፋሕን ርጉእ ኩነታት ንምፍጣርን ዘኽእል ግዝያዊ ስትራቴጂካዊ ውጥን፣ ICSP 2025-2027፣ ከምዝሓንጸጸ ገሊጹ። ኤርትራ ምስ ብድሆታት ትሑት ኤርትራ ምስ ብድሆታት ትሑት ኣፍራይነት፣ ክሊማዊ ጸቕጥታት፣ ውሱንነት መሰረተ ልምዓትን ንኡስ ብሕታዊ ጽላትን እናገጠመት፣ ምቕሉል ቁጠባዊ ዕቤት ተመዝግብ ከምዘላ ዝገለጸ ባንክ ልምዓት ኣፍሪቃ፣ ኣብ ሰለስተ ቀንዲ ሜዳታት ማለት ጸዓት፣ ማይን ጽሬትን ከምኡ'ውን ቁጠባውን ፋይናንስያውን ምሕደራ ንዝህቦ ሓገዝ ከምዘስፍሖ ሓቢሩ። ኣብ መዳይ ጸዓት እቲ ባንክ ምስ ኤርትራ ብምትሕብባር ዘተኣማምንን ብርትዓዊ ዋጋን ኣገልግሎት ሓይሊ ኤሌክትሪክ ንምስፋሕ ኣብ ተተካኢ ጸዓት ኣተኲሩ ከምዝዓዪ ኣብ መርበብ ሓበሬትኡ ዘውጽኦ ሓበሬታ የረድእ። ኢትዮጵያ ብቕልጡፍን ሃንደበታዊ ምንቅስቓስ ግብጺ ዕብድብድ ኣትዩዋ። ኩለን መንግስታውያንን ብመንግስቲ ዝምወላን ቴሌቪዥናት ኢትዮጵያ ትማሊ ሓሙስ ኣንጻር ግብጺ ዝቐንዐ ዘለፋን ጸርፍን ብቋንቋ ኣምሓርኛ ክትኩሳ ውዒለን። ጠንቂ ናይቲ ብሚንስትሪ ጉዳያት ወጻኢ ናይታ ሃገር ጀሚሩ፣ ኩለን ማዕከናት ዜና ከንበድብድኦ ዝወዓላ ጉዳይ ከኣ ሓድሽን ሃንደበታውን ህላወ ግብጺ ኣብ ወደብ ጅቡትን መግለጺ ሚኒስተር ጉዳያት ወጻኢ ናይ ግብጺ ዝኾነ ዶክተር በድር ዓብደልዓጢን'ዩ። መንግስታውያን ቴለቭዥናት ኢትዮጵያ ኣብ ናይ ትማሊ መደባተን ንግብጺ በዚ ዝስዕብ መገዲ'የን ክኸስኣ ውዒለን። ግብጺ ታሪኻዊት ጸላኢትና'ያ። ግብጺ ማለት ናብ ዘመነ መግዛእቲ ክትመልሰና ትደሊ ሃገር'ያ። ንሕና ግን ብማንም ከም ዘይተገዛእና ረሲዓቶ ኣላ። ግብጺ ንሰላምና ንምዝራግ ከይደቀሰት'ያ ትሓድር። ብሰንካ ወደብን ባሕርን ስኢንና ንሳ ሰፊራ ብትቕልቦም ባንዳታት ሰላምና ክትዘርግ ፈቲና ሕጂ ከኣ ባዕላ ደፊኣ ኣብ ጎረባብትና ትዕስክር ኣላ ዕላማኣ ከኣ ንጹር እዩ ንኢትዮጵያ ሰላም ምኽላእን ንቀርኒ ኣፍሪቃ ከኣ ዕረፍቲ ምኽላእን እዩ ክትብል እያ እታ ጠንቂ ኲናትን ስግኣትን ቀርኒ ኣፍሪቃ ኮይና ዘላ ኢትዮጵያ ክትከስስ ውዒላ ሓዲራ
Light Entertainment